ጀልሳዊ መረድዶ ኮይና ከነቕርቦ ኢና።
ምሕሳብኩ ብጣዕሚ ሕጉሴ ንደገፍትና ንፈተውትና እውን በዚ በጣሚ ሰናይ ሰንበት እንዳበልኩ ናብቲ መደብና ክነኣቱ ምደለኹ እንተ ደኣ ሳብስክራይብ ላይክ ገልመለ እስኺ ክትብ ተፈትሞ እዮም ዝገብርዎ እምበር ከመይ ኢልካ ተፍንጫኻ ድያ

ከምዚ ዝገበርናልኩ ንመስለና ሓደ ሓደ እዋን ገለ ይብሉንኖ ሕጂ ድሓር ከመፃውስ ዋዕለ ናብ ሰባ ሰብስክራይብ ኣይገበርኩ እንደ ገለ ኢለውስ ሓቲተ ገለ ይብሉኒ እቲ ሊንክ ምሰርክሎም ኤንወይ ከምኡሲ ኣካል ናይ ዩኖ ኣብ መጨረሻ ፍሉጥ እዩ ኣብ ዩቱብ ኣብ ገለ ከተእትዎ ከለካ ሲ

ኣነሞ ትፈልጠኒ ዲኻ ከምዚ ቶግ እንዲያ ትመልቀኒ
ሕጂ ክልቲኦም እቶም ቶግ ኣቢልክያ ዝብሉ በታ ቶጋዊት መንገዲ ሳብስክራይብ ገብሩ እዮም እቶም ከም ጀሌ ስታይል ዝፈትኻ ሕጂ እምበኣር ተዳሊኻ ዲኻ ተንብባ ቀዳመይቲ ናትካ ምሽ ቀዳመይቲ እንዲያ ከንብበልኪ ሕጂ

ናይ ትማል እንዳ መሰለና እወ ከምኡ ዝመስለካ ኩሉ ኩሉ ወላ ቆልዓ ስመፀ ከሎ ሓጎ ናይ ትማል እዩ ዝመስለካ ኣኸይ ትገፍሓና ሕጂ እቲያ ባባ ናብ ባኒ ምስ ቀየራ በቃ ሽዑ ይውግዝ ከም ዘሎ ትፈልጥ ኣብቲ ጉዳይ ይከኣቶ ሕጂ
ምሳኻ ሰሓቕ ኣይወዳእን እዩ ዝኾነ ኣብታ ሽሙ ናብ ንባብና ንእቶ ሕጂ ዘረባ ብዚሕና

ባይዘወይ እዚ ፅቡቅ ጌርካ እንዲ ከንቢብካያ ግን እቲ 265 ሚሊዮን ምስ በልካ እቲ ኣብ መንጎ እቲ ክልተ ነጥቢ ስለ ዘይገበርኩሉ ይመስለኒ ተፃወቲ ኣካየቲ ኣብ ዙርያ ስራሕ ተፃወትን ኣካየድቲ ስራሕን ማለት ብጠቕላላ እንዲ ሕጂ ክንውስኸሉ ከዓ ማለት ተፃወትን ኣካየድቲ ስራሕን ጥራይ ከይመስሎ ብዙሕ ዓይነት ኩሉ ኩሉ ኣብ ዙርያ ስፖርት ዘበለ ተረዲኻ ንስታድዮም ምስራሕ ኣሎ ስታድዮም ምፍንጣሕ ኣሎ ምምሕዳር ዓለም ለኻዊ ነገራት ምግባር ምግቢ ፅሬት ሆቴል ጥዕና ተፃወቲ ማስሜድያ ኣካውንታቢሊቲ ካልእ ካልእ ንሕና ዘይንፈልጦ መዓት መዓት መዓት መዓት ስራሓት ኣብ ዙርያ ስፖርት ተሰሪሑ እዩ ሕጂ ኣነ መጀመርያ ምስ ረኣኹ ዋላ ንባዕለይ ገሪምኒ እየ ነረ ግን እንታይ ድራእየ እንደሎ ዋላ ሕና ንዓና ክሞን ቆፅርና ኾኑ እዮም ሕጂ ብዛዕባኡ ንዛረብ ስለዘይቆፅርኒ እዮም ኣብ ኩዕሶ ብዙሕ ይኹን ብሓቂ ንገሊኦም ቀደም እምበሪ ሽዑ በትና ሽዑ ተለይ መዝጊቦምኒ ድሕሪኡ ናይ ኩዕሶ ወር ሓንቲ እንዶ የብለይን
ሰዓትን ፈረቓን ንኩዕሶ ክርኢ ገለ ለጥፍኦ ግዜ የለን ኣይተሓዝሉ ፀሓፋይ ስለ ዝኾነ መብዛሕትኦ ፀሓፍትኸም እዮም ንሕለፍ ድጋ ናብታ ካልእ ሕጂ ንሰብናብታ ካልእ ተኣቱ እቲ ህቡብ ናይ ቦክስ ተፃዋታይ ዝነበረ ሮኪ ማርሲያኖ ናይ ፋክስ ማሽን ዝመሃዘ እዩ ዋው ነገርም እዩ ናብ ሳልሰይቲ ከይደ

እወ ኢንፋክት ናይ ጓል ንግስቲ ኤሊዛቤጥ እያ ልዕልቲ ኣን ጓል ንግስቲ ኤሊዛቤጥ ናይ ዓዲ እንግሊዝ ንሳ ኣብ 1976 ኣብ ዝተኻየደ ኦሎምፒክ ንክትሳተፍ እንከላ ከም ኩሎም ተፃወትቲ ነቲ ክሓልፍዎ ዝግብኦም ናይ ፆታ ምርመራ ብሓኻይም ከይተገበረላ እያ ሓሊፋ ምክንያቱ ከዓ ንኽብሪ እንዳ ንግስነት ብዝብል ምስምስ እዩ ነይሩ። መቸም ንዞም እንዳ ንግስነት ብዙሕ ብዙሕ ብዙሕ ሓለፋታት እዮም ዝገብርሎም። ሓደ እዋንሲ ኦፍኮርስ ጀነራል ኖውለጅ ዓይነት እዩ ኣብኡ ንግስቲ ኣይትኽሰስን እያ ንግስቲ ሲ ኣብ ቅድሚ ሕግስ ኣይትመፅእን እያ ኣይትኽሰስን እያ ንጉስ ከዓ ሕጂ ዘሎ ንጉስ እዚ ቻርለስ ሳልሳይ ከኣ ኣይክሰስኒ ሕጂ ከኣ እሱ ከኣ ድላይ ገቢ ማለት ሕጅስ እወ እገርም እዩ በቃ ፍትሓዊ እዚ እኮ ፍትሓዊ ፍትሓዊ ኣይኮን እኮ እንድሕር ድላይ ገይሮም ሓድሮ ኮይኖም ሰብ ቤት ክሃቦ ንትሕቲ ዘሎ ገርም ግን ካብ ዝኾነ በደል ወይ ከዓ ገበን እናፀረ ክኾኑ የለን ዋላ ኣብ ዙርያ በዓል ናይ ሞት ድያና ገለመለ ገለ እኳ እታ ዝሓለፈት ንግስቲ ንግስቲ ኤዘቤል ነብሳ ምሓር ብዙሓት ጥርጠር ገለ በሃል ገለ ንቻርለስ ክምርዖ ስለ ዝደለየት እያ ንድያና ቅትለታ ገለ በሃል ግን እዝጊሄር ዋንኦም ምክንያቱ ናቶም እዝጊሄር ዋንኦም ጥራይ ተባሂሉ እዩ ዝሕለፍ ብሕጊ ከምዚ ጌርካ ከምዚ ጌር ሩፅ ኒ ከዓ ኮይኑ ትታሽ ሙኤን ወይ ሆኖም ይከዮም ካብኡ ሩፅ ድሕር ሰብ ድላዮም ገይሮም ድሕር ደክሰሱ ኮይኖም እዋ ብጣዕሚ ካልእ ምስኡ ዝተሓሓዝ ከምዚ ኣቐሽሽቲ ይኮኑን ገሌ ይኮኑን ግን ከዓ ናይቲ ንግስነት ከዓ ዝለዓለ ናይቲ ፕሮቴስታንት ቤተክርስትያን ልዕሊኦም የለን። እዚ ትሪኦ ዘለኻ ንጉስ ሕጂ ናይቲ ፕሮቴስታንት ዝለዓለ በቃ ልዕሊ እቲ ናይቲ ፕሮቴስታንት ሄድ ዝበሃል እንታይ ዝበሃል ናቶም ሓላፊ እቲ ቀሺ ልዕሊኡስ እቲ ንጉስ እዩ ኢሚደት ልኦም ከም ገይሮሞ ሓንቲ መዓልቲ ክንልዕለ ኢና ሕጂ ናይዛ ናይ ንግስቲ ናይ ጓል ንግስቲ ልዕልቲ ኣን ከኣኒ ትሳተፍ ከላስ በቃ ብዘይታ ኣሽሚያ ሓሊፋ ሕጂ ገለ ካብ ዝሓለፋታት ማለት እዩ ግን በቃ ማለት እሞ እንተ ነዚ ከም ሕስረት ገለ ቆጢሮምስ እቲ ካልእ ኩሉ ተፃዋታይ ከዳ ምርመራ ዝግበረሉ ከደኣ ሕሱር እዩ ማለት ዝበልዕተ እዩ ዘልዕለልካ ሓንቲ መዓልቲ ነጊርካ ነርካ ስለምንታይ

ኣብኡ እሰማር ዕንፍዕ ስለ ዝኾነት ናይ ደቂ ኣንስትዮ ትምህርቲ ኩዕሶ ከዓ ስለ ዘይነበረ ብዙሕ ናይ ቤት ትምህርትታት ስለ ዘይነበረ ንዓ መምህር ርእሶም እዩ ዝበሃል መምህር ምሳና ምፅስ ምሳና ከምፃወት ገይርዋ ምስ ወዳት ምስ ወዳት ዋ ብጎል መሊኣቶም ኣብ ፀፀራት ኣግቢሓቶም በቃ ሰለስተ ጓል ኣርባዕተ ወሎም ዘተወት እቲ ዳይሬክተር ናይቲ ቤት ትምህርቲ እዛ ጓል እዚኣ እዚ ወድስ ጓል እዩ

ዝኾነ ጄሚ ሲትዎርድ ኣብ ምልእ እቲ ፊልም ኣርባዕተ መስመር ዘረባ ጥራይ ነበሮ እዚኣ ከዓ ፍልጥቲ እያ እታ ዘረባ ተኾና ከምዘሎ እታ ፊልም ኣይረኣኽዋን እንዴ የፍቅረከ ዝቐፅል ከኣ ገዲፍክ ንኸይድክ ገለ እያ በቃ መውዳእታሲ ህያብ ሂቦ ዶ ገዲፋቶ ኣላ እቲን ኣርባዕተ ካብ ኣባይ ሓልፋን እዩ ዝኾነ እንታይ እያ ሪእኻያ ትኸውን ክታ ፊልም እንታይ እያ ሕጂ ኣብዚኣ ትገድ ዘብልሲ ንሓደ ንፉዕ ሰብ ዝነበረ ኣብታ ፊልምስ ንኣድቨርታይዝ ማምፅኦማ ማለት እዩ ሕጂ እዚኣ

ቀጽል ኣብ ፈለማ ዓመት ሕጂ ንባብ ናትካ እያ ትኸውን ደላ ምሽ ሕራይ ዋይ ንባብ ንባብ ድየ? ቀጽል ንባብ እያ ደላ ተረኛ ኣብ ፈለማ ዓመት ናይ ኦሎምፒክ ኩሎም ዕውታት ብሩር መዳልያ ጥራይ ነበሮም
ማለት ወርቂ ገለስ ኣይነብሮም እዚ ሓፍሻዊ ፍልጠት እያ መዳልያ ጥራይ ያው ኖርማል ማለት እዩ መዳልያ ናይ ብሩር ጥራይ ነይሩ ኩሎም ድሓሪ ወርቂ ነሓስ ገለ ኢሎም እንዳተቐይረ መፅዩ ኣብቲ ዝቐፅል ከዓ ክሪስቲያኖ ሮናልዶ እቲ ዝለዓለ ገንዘቡ ኣብ ድሕነት ቆልዑ ዘውዕል ተፃወታ እዩ ንሱ ናይ ክብሪ ኣምባሳደር ናይ ቆልዑ ዓለምና እዩ ናይ ብሓቂ ትፈልጣ ነርካ እዚኣ ኣይፈልጣኒ ናይ ካልኦት ኣክተራት ፈልጥ ናይ ህንዲ ተዋሳእቲ ተመፂና ሕጂ በዓል ሰልማን ካሃን ካብቶም ኣብ ናይ ሕማም ካንሰር ልዕሊ ኣርባዕተ ሚሊዮን ገለ ሻሩክ ካሃን ኮም በዓል ኣሜሪካ ናይ ህንዲ ፈልጦም እየ ማለት ዳርጋ ስድራሎም ካሃን ካሃን ኣምፂኻዮ
ዳርጋ ድሓን ናይ ህንዲ ከዓ ዳርጋ ናይ ቀረባ ዘመድ ይኾኑ እዮም ካብቲ ንብርናም ሰኦም ቋንቋ እውን ይኽእሉ ሞት ፅባቐ ናትኩም ወሲድካ ሂንዲ ዳራ

እሱ ብጣዕሚ ንፍዕ ታሽም እዩ እቲ በቃ ረፕሬዘንታተር ንዓለም ትረስቲን እታ ካብ 1994 ኣትሒዛ ንማለቱ ኣብ ኦሎምፒክ ትሳተፍ ዝነበረት ቻይና ንፈለማ እዋን ኣብ 2008 ግን መደለ ጥዒማ ጥራይ ዘይኮነት ሽሕ ሚእቲ ሚእቲ ኣጋኒንካ ክትክእሎ
ሓይቲ ዮናት ሳላ በቃ ክሰጥ ኢልካ ቢብካ ከይ ኣላ
ኣተኩር ሚእቲ መደለታት
ተጀንጂና ብጣዕሚ ድሕጉስ እዩ ማለተይ ሲ እቲ ዛሽሞም ካልእ እውን እዮም ኣብ ፌክ ጥራሕ ስለዝኾነ እቲ ዛሽሞም ሳብዚኣ ፅቡቅ ኦ ቅድሚ ፌክ በዓል ቻይና ገለ እኮ እዚ ፌክ ገለ መለ ዝብላል እኮ ዝሓለፈ። ዓሰርተ ዓሰርተ ሓሙሽተ ዓመት እዩ ዝሓለፈ። ቅድሚ እኮ ቻይና ዋላ ሓንቲ ኣብ ተኣሽሙሲ ኣብ ዝፈሪ ነገር ከምዚ ኣይነበረ? ምዕባለሲ ኣይነበራን እዚ 20 ዓመት እያ እኳ ትውንጨፍ ዘላ ሕጂ እ፣ ግን ከም ሃገር ትሳተፍ ነይራ ንሕና ኣይሆፕ ኣብቲ ናታ ደረጃ ኣብቲ መጀመርያ ክትሳተፍ ከላ ዝነበረቶ ደረጃ ንዕኡ ክንበፅሕ ተስፋ ንገብር ምክንያቱ ኣብ ብዙሕ ነገር ዲስኳሊፋይ ኢና ኮይና ዘለና ከም ሃገር ክንወዳደረሉ ዘይንኽእል ደረጃ ኢና በፂሕና ኣንፎርሽነትሊ ሕጂ እሱ ተደምሲሱ ንሕና ከዓ ምሻለካ መብዛሕትኡ እዋን ብፍላይ ኣብ ኩዕሶ እግሪ ተስፋ ንቆርፅ ኢና ኣብ ምሕንባስ የለናን ብዘይካ ኣብ ኣብ ደርፊ ኣታኩ ሓንሳ እባ ኖ ኣለና ከዓ እባ ጉያ ኣለና ባይስክል ኣለና ሕጂ ኪኖ እዚ ኣብ ካልእ ሕጂ እቶም ባይስክላት ተፃወቲ ኣብ ኩዕሶ እኳ ከምዚ ናትና ሕብረተሰብ ብፍላይ ኣብ ኩዕሶ ዘለዎ ፍቅሪ ፍሉይ እዩ

ኣዶ ኣስመራ ግን ፃውታ ገለፅ የለን ብጣዕሚ ንፉዕ እዩ ኣብ ቤት ትምህርቲ ለንደን ገለ ናይ ሃገር ደረጃ ግን ፃወት ነሩ እንታይ እዩ እቲ ምቕፃል ፀገም በላናትና ሳይ እምበር ብዙሓት ንፉዓት እዩ ነለዎ ፃወት እቲ ፍቕርት ኣለዎ ትፈልጥ ኤርትራ ናፅነታ ክትወስድ ከላ ማለት ድሓን በቲ ናይ ሕብረተሰባ ጨዋዓ ድሓን ናፅነት ንበሎ ኣብ 1991 እኮ ኢሳያስ ዘይነበሮ ዓይነት ኣናፋፍራ ናይ ነፋሪት ብፕሮፌሽናልስ ዓይነት ገይሩ

ሕጂ ናባይ ይምንባብ ኢልካዮ ኣብ ታሪክ ኣእንገድቲ ኣንጋድነት ናይ ኦሎምፒክ ዝነበራ ሰለስተ ሃገራት ሕጂ ከም ሃገር የለዋን እታ ቀዳመይቲ ሶቪየት ሕብረት እታ ካልኣይቲ ምብራቅ ጀርመን ክትከውን እንከላ እታ ሳልሰይቲ መን ትብል ምዕራብ ጀርመን
ገጢምካያ ምዕራብ እቲኣ ምዕራብን መቸም ደርትፈ ኬለን ብሓይሊ ንሶም ደኣ ሕጂ ኣንቢብዋ እያ ክብሉ እዮም ንስኻ ይኸ በረ ስም ኣንቢቢ መሊስዋ ኣይኮንካን ኣይኮንካን ርእካ እንዴ ምክንያቱ ንዓይ ከምብባ ምስተን ምሳይ ዝነበራ ክፋላት ዝንበባ እንዴ ነራ ያ ሕጂ ሳሲ ክልተ ሃገራት እየን ነይረኖ ሕጂ ኮምፕሊትሊ እቲ ክልተ ህላዊ ሃገራት ናተን ክልተ ህላውነት ጠፊኡ ሓንቲ ሃገር ስለ ዝኾነ እተን ክልተ ሃገራት ስለ ዘየለዋ እተን ሳልሰይተን ከዓ ምዕራብ እዛ ሰብየት ሕብረት እያ ሕጂ የለዋን ገለ ገለ ናይ ስፖርት ተኣሽሙታት እዩ እዚ ዋላ መወከሲ እውን የሉን እዩ ድብል ኣምታይ እቲ ናይ ምብራቕን ምዕራብን ጀርመንሲ ሓደ እዋን ብዛዕባ ዘንበብክዎሲ ኣብ ሰማይ ኮንካ ዩ ኖ እቲ ምዕራብን ምብራቕን ጀርመን ዝተፈላለየ ኣሎ ማለት እዩ ክነፍሩ ከለዉ ሰባት ኣብ ሰማይ ኮይኖም እቲ ብርሃን ሲ ዝተፈላለዩ ነይሩ ብርሃን እቲ ሓደ ድብ እንድበለ እቲ ሓደ ብርህ ዝበለ እዩ ነይሩ ኣብተን ክልተ ደንበታት ምዕብራን ምዕራብን ዝነበረ ናይ ጀርመን ይብልካ ዛዕባ እንዶ ተፈላለየን ነይረን ዳሓረ ግን ሕጂ ሓንቲ ሃገር ኮይና መንጢንና በል ንባብ መንጢንና ኣነ ኣለኹ ኢሉ መቐም ይቐበል ኣሎ እጂ ናብታ ትቐፅል ናትካ እያ ኣብ 1974 ዋንጫ ዓለም ተፃወቲ ዛየር ናይ ሎሚ ኮንጎ ካብ ውድድር ምስ ተገለፉ ጀርመን ብኣውቶቡስ ንዓዶም ክትሰዶም ምፍታና ኣብ ስፖርት ዓለም ካብ ዘደንጹ ፍጻሜታት ተባሂሉ ሰፊሩ ኣሎ። ጻውትኦም ከመይ ነይሩ ግን ኣብዛ ናይ ፍርቂ ደቂቕ ቪድዮ ሂንት ክትህብ ተስፋ ይገብር። ረኣይዋ እሞ ኣኹልኹም ክትስሕቑ።

ብጣዕሚ እሳ ከዓ ንዓይ ዝያዳ ትገርመኒ ማለት ሲ ምዃሽ ዓን ሸዓተ ሚእትን ኣብ ሰብዓን ኣርባዕተ ሰዓን ኣርባዕተ እሲ ያ ኣብ ሸዓን ሸዓተ ሚእትን ሰዓን ኣርባዕተ እሲ ከምኡ ኢሎምሲ ክሓስቡ ከምዚ ኣሎ መንገዲ ካብ ሕጂ ካብ ኤርትራ ንዛሄር ከማን ብጣዕሚ ነገር ኖንዶ ኖንዶ ካብ ጀርመን ንዛየር ሲ ካብ ኤርትራ ንዛየር ሕጂ ኣነ ብጣዕሚ እዚኣ ምስ ረኣኽዋስ ማለት ማራ ሓሪቐሞም ክኾኑ ኣለዎ እዚኣተንሲ ሸሽታሽ ሚሎም ዳሓሲቦም ነይሮም ኾኑ ከምዚ ሕጂ ኤርትራውያን ንገብሮ ዘለና ብብዝሒ ከምዚ ሞሊቕካ ምትራፍ ገለዶ ሕጂ ከምቲ ሽዑ ኣሳይሎም ሲከር ገለ ምለ ኮሚታት ኢሎም ዶ ሓሲቦም ይኾኑ ቀልጢፎም ክሰድዎም ደልዮም እንታይ እዩ እቲ ኣነ ከም ዝርዳእኒ ኣብዚ ናይ ሂወት ነገር እንድሕር ሪእኽዮ ዳሓር እዩ መፅእ ዝኸውን ናይ ስደት ገለገለ እምበር ክንርኤና ሓደ መዓልቲ ክንርኤና እምበር ስደት ነይሩ እንድዩ ግን ባህል ኣይተረዳእኽንን እዚ ኣብ ደገ ወፂእኻ ክተርፍ ገለ ነገርስ ብፍላይ ከዓ ስፖርተኛታት ብፍላይ ከዓ ስፖርተኛታት ኮም ይኮኑ እያ ምኻብ ኮንካ ካብ ሽዑስ ተኣሽሙ ኣብ ስቴብል ዝኾነት ኩነታት እያ ነራ ብተዛማዲ ነው ንቐፅል ደማ ትደልያ ኣለካ እታ ተኣሽሙ ምሽ ታናቶ ኦኬ ሓንቲ መዓልቲ ክንረኣያ ኢና ወይ ካልእ መዓልቲ ክንረኣያ እዛ ወይ ድሓረይ ኣታች ክንገብራ ኢና ኣብቲ ቪድዮ ቴንክ ዩ ናብቲ ተቐፅል ክኣቱ ማይክል ፊሊፕስ ዝተባሃለ ሓምባሳይ ብዘመዝገቦ ዓወት ምስ ተፀብፀበ ዘግሃዶ ነገር ሓቂ ብውልቁ ምስ ሃገራት እንትዝወዳደር መበል 35 ምኾነ ነይሩ ይብል ሕሰብ እሞ ካብ ህዝቢ ብፍላይ ኣብዚ ሕጂ እዋንሲ

ብሃገር ደረጃስ መን እያ ክንድኡ እንተይልካስ እሱስ መበል 35 ምኾነ ማለት እዩ ካብተን ሚእትን ገለን ሃገራት
ሕራይ ኣብዚኣ ከዓኒ ጥንታውያን ሮማውያን ግሪኻውያን ኣብ ግዜ ቅልስ ክዳን ኣይለብሱን ጥራይ ዘይኮኑ ሕፍረቶም ዝሽፍን ጭራም ነገር ምግባር ሕፍረት ነበረ እቲ ፃውቲ ድማ እቲ ሓደ ተፋላማይ ይኣኽለኒ ክሳብ ዝብል ክሳብ ዘይተወሰነ እዋን ይፅወት ነበረ። ብጣዕሚ ደገርም እዩ። ኣብዚ ናይ ቀደም ናይ መጨረሻ ምዃና ኸ ኣይነገርካን። ናይ መጨረሻ ንባብያ እዚኣ ምሽ እወ እዛ ናይ መጨረሻ እንደ ናይ ምሕዘ መዕፀዊት ኒያ እኮ በዚኣ ተዘይወዳእኩ ኢሉ እዩ ንሓኹርክና እንዲኺ